እንደገና ደግሜ ይለዓል ያው ኣነ ክሰምዖ እንተለኹ ኣብቲ ሶሻል ሚድያ እዩ ሰሚዐዮ እቲ ሶሻል ሚድያ ዝሕለፎ ድማ ሓሶት መሲሉኒ እንደገና ደጋጊመ ደጋጊመ ርእየዮ ያው ሓደ ሰዓትን ገለን ካብ ፖሊስ ዝተበለ እዩ ትክክለኛ እዩ ልብል ምሰንበብኩ ግን ያው ምንም እንትን ተሰማዕኒ ነገር የለይ ያው ኣዶናይ ምንም ወዲ ህዝቢ እዩ ምንም ኣይኮነን ኢትዮጵያዊ እዩ ፅሩይ ኢትዮጵያዊ እዩ ውሽጠይ ይፈርሕ እዩ ከም ወላዲት ግን ምንም ሕግ እንተልዩስ ምንም ነገር ክኸውን ኢለ ኣይኣምን እና ብኡ እየ ልብል እምበር ምንም ከም ሃገር እየ ሰሚዐዮ። ክሰምዕ እንተለኹ እንዴ እንታይ ኮይኑ እንታይ ገይሩ እንታይ በዲሉ ንዝብል ነገራት ንዓይ ተመላሊሶም ጥያቄ ጠይቀዮም ንርእሰይ እውን እቲ ቆልዓ ፅቡቕን ፅቡቕን ዝገብር ዘሎ ሰናይ ምግባር እዩ ማለት ክበረታታዕ ኣለዎ ክሽለም ኣለዎ ብቃላት እናተፈንፅሑ ክዝረቡ ክሰምዕ እንተለኹ ንዓይ ብጣዕሚ ይሕዝነኒ እዩ ግን ማለት ኣዶናይ ፍጥነት ኣለዎ ፍጥነቱ ድማ እውቀቱ እውን ደጊፉሉ ከይድ ቆልዓ እዩ እና ብዙሕ ግዜ ዕረፍቲ ስኢኑ ዋላ ስቲልና እንተሪእካዮ ትፅቡቅ መልክዑ ዋላስ ጠንካራነቱ እናርአየሉ ዝኸይድ ዘሎ ቆልዓ እዩ ብዙሕ ኣብ ምቾት ነይሩስ እቲ ምቾት ዓለም ኖ ኢሉ ጥንካሬኡ ዘርእየሉ ዘሎ ስለልኾነ ንዓየይ ሓበን ይስመዕኒ እዩ ይኾርዐሉ እየ እውን ወደይ ብጣዕሚ እየ ዝኾርዐሉ ንምንታይስ ጠንካራነቱ እዩ ዘርእየኒ ኣሎ ንምንታይ ስንፍና የርእየኒ ጥንካሩ የርእየኒ ጎብዙ ኣሕማቅ ሱስ ዘለኹም ቆልዑት ውፁ ጠንኪርኩም ስርሑ ሰሪሕኩም ተለወጡ ከእንግዲ ምልማን ነውሪ ምዃኑ እዩ ዘርድእ ኣሎ ስደት እውን ኣየበረታትዕን ዘሎ ኣነ ክምችዎ ኦር ካልኦት ንእሽተናት ኣሕዋት እውን ናብቲ ስደት ዓለም ወሲዱ ኣብኡ ከስርሖም ኢለ ዝሓሰብክዎ ነገር ብተቃራኒኡ መፅኡ ኣዱናይ ግን ናብ ኢትዮጵያ መፅኡ ሰላምን ፍቅርን ክሰብኽ እንተሎ ኣነ ተፀበኽዎን ነይረ ንምንታይስ ብዙሕ ነገር ክድግፈኒ ኢለ ዝሓሰብክዎ ነገራት ነይሮም ንሶም ንኢትዮጵያ ሙሉእ ክሕግዜ ኢሉ ምምፅኡ ንዓየ ደስ ኢሉኒ እዩ ከም እንትን ከም ወላዲት ማለት እዩ እግዚኣብሔር ዝሃበካ ተስጦ እዩ ድማ ትሰርሕ ኩለና ብዶክተር ንብል ኢንጂነር ንብል ሙዚቀኛ ንብል ስፖርተኛ ንኸውን ደቅና ብኩሉ ሜዳ ኢና ንሪኦ እና ካብቶም ደቀይ ድማ እንተዝኾነለይ ዶክተር ይብል እንተዝኾነለይ ኢንጂነር ይብል ብዙሕ ነገር ይብል እዚ ድማ እንደገና ናይ ባዕሉ ክርኤት ኣምፂኡ ኣብቲ ሶሻል ሚድያ ተሳቲፉ ዝወደቁ ሰባት ከልዕል ዝሰነፉ ወጣታት ክመክር ተሎ ክሪኦ ተለኹ ደስ ይብለኒ ብእውነት ንኢትዮጵያ ህዝቢ መስዋእቲ ዝኸውን ዘሎ ቆልዓ እዩ ስደት ይቑም ኢሉ እውን ዝብል ዘሎ እዩ ኣሕዋትና ደቅና ሊብያ ከይዶም ዝስደዱ ዘለው ስራሕ ስእነት ስለዝበዝሐ ዓድና እዩ ውድቀት ስለ ዘሎ እዩ እና ወሪድካ ትሒትካ መሬት ኩዒትካ እውን ሰሪሕኻ ትበልዐሉ ዓድኻ እስካብ ዝኾነ እዋን ንዕኡ እዩ ዘበረታትዕ ኣሎ ኢለ እየ ዝኣምን። ኣይነው ምንም ዓይነት ኣይተረእየንን ናይ ኣዶናይ ጥፍኣት ምንም የብሉን። ያው ኣዶናይ ክሽለም ተሎ ዝተሰማዐኒ ከምቲ ኩሉ ትግራዋይና ኢትዮጵያዊ ዝተሰምዖ ስምዒት እዩ ተሰሚዕኒ ማለት እቲ ሽልማት እቲ ቆልዓ ለፊዕሉ እዩ ብዙሕ እውን ከይድሉ እዩ ብዙሕ ነገር እዩ ለፊዑ እስካብ ባዕሉ ኣቋሙ ካብ መንነቱ ካብቲ ዝነበሮ ቅርፁ ወልዒልካ ዝወሰዶ ኣብ ነብሱ ዝወሰዶ እንትኑ ስለዝኾነ ብስፖርት ቀፂዑ ኣቢሉ ንህዝቢ ድምፂ ኮይኑ ንደቂ ኣንስትዮ ሓልየት ፍቅሪ የምሂሩ ደቂ ኣንስትዮ ንኸይወድቃ ክለዓላ ኣለወን ኢሉ ልብሎ ንዓይ ከም ሓንቲ ትግረወይቲ እኖ ኣልዒሉኒ እዩ። ማለት ብዙሕ ውሽጢ እንትን እኒኦ ንዓይ ንሱ ክመኽረኒ እንተሎ እውን ብጣዕሚ እዩ ሕብንቲ እየ ብወደይ ብስሩ እውን ጠንካራ ዝገበረኒ ንሱ እዩ መስለኒ ክወድቕ ይብል እንደገና ደጊመ ይለዓል እና ብዙሕ ነገራት ኣብ መቐለ ኮንኪ ሰሚዕኽዮ ዘለኺ ንሱ ሕዚ ኣብ ኣዲስ ኣበባ እዩ ተኣስዮ ዘሎ እንታይ እዩ ሕዚ ቐፃሊ ትልምኺ ክትከዲ ሓሲብኪ ኣለኺ ዶ ክትገሺ ወይስ ከመይ እዩ ምንም ኣነ ያው ንእሽተይ ንክረጋጋእ ንባዕለይ ኢለ እየ ልኸይድ ዘለኹ እምበር መንግስቲ ዝሓዞ ጉዳይ እንድሕር ኮይኑ መንግስቲ ምላሽ ክወሉ እዩ ኢለ ይኣምን። ኣነ ከይደ ተመነጣጢረ ዝገብሮ ነገር የለይ ግን ኣነ ብጸሎት እየ ልድግፎ እግዚኣብሔር ድማ ጸሎቱ እግዚኣብሔር ድማ ካብ ማንም ንላዕሊ ወላዲት ኣምላክ ከልዒሉ እዩ ንሱ ንሳ ክትድግፎ ትኾን እያ ልብል እንትን ኣለኒ ምንም ዘጨናንቕ ነገር የብለይን። ካባይ ንላዕልስ እሱ ንእግዚኣብሔር ቀረባ እዩ ኢለ ይኣምን። ሕዚ እቲ ዝበዝሕ ሰብ ኣዶናይ ኣብዚ ዕድመ እዚ እዩ ዝፈልጦ እሞ ኣብቲ ናይ ንእስነት ዕድሜኡ ከመይ ነይሩ ብኣንደበተ ኣዶ? ያው ኣዶናይ ካብ ንእስነት ዕድሜኡ ንድሕሪት እንተተመሊሰ ኣዶናይ ብጣዕሚ ውዑይ እዩ ውዑይነቱ ምስ ፍልጠት እዩ ልጓዓዝ ብጣዕሚ ኣስተውዓሊ እዩ ግን በቃ ንቕድሚት ዝልጎዩ ቆልዓ እዩ ኩሉ ግዜ ያው ኣብቲ ትምህርቲ ቤት እውን ኣብ ኣሰላልፋ ደረጅኡ እኳስ የፍልጠኒ ነይሩ ማለት ከምቲ ኩሉ ሶሻል ሚድያ እውን ተናጊርዎ ኢሱ ብጣዕሚ ፈጣን እዩ ፍጥነት ኣለዎ ይሕልፎ እቲ እውቀቱስ በቃ ነንሕድሕድ እዩ ለውግዖ ነንሕድሕድ እዩ ካብ ኣንደበቱ ለውፅኦ ነገራት ንዓየ ይስሕቡን እዮም ወዲ ዓሰርተ ኣርባዕተ ዓመት ኮይኑ ኣዶናይ ንዓይ ዝመኸሮ ከስታውስ ተለኹ ብጣዕሚ እየ በቃ ልድንቐሉ እና የድንቐኒ እዩ ኢለ እየ ልኣምን ይመኽረኒ ነይሩ ወዲ ዓሰርተ ኣርባዕተ ዓመት ኮይኑስ ንዓየይ ንወላዲቱ መኺሩ ይመኽረኒ ነይሩ እና ናቱ ምኽሪ ንዓየይ ብርትዓት እዩ በቃ ዓንዲ ሕቆ እዩ ብእውነት ኣዶናይ ማለት ንዓየይ ዓንዲ ሕቆ እዩ ኣዱነይ ብጣዕሚ ስለልፈቱ ብኩር ወደይ እውን ስለልኾነ ኣዶናይ ምቾት ዓለም ክነብረለይ ይደሊ እየ በዚ ሰዓት እዚ ድማ ሰሪሑ ተለዊጡ ጎዩ ብትሕቲኡ ዘለዎ ሰባት እውን ሰላም ፈጢሩ ንክነብረለይ ይደሊ እየ ግን ድማ ከም ወላዲት ኩሉ ግዜ ዕረፍ ኢሉ ደስ ዝብል ላይፍ እንተዝነብሩ ደስ ይብለኒ እና ኣድየ በርትዕ ብጣዕሚ ጅግና ኢኻ ዝወደይ ማንም ማንም የለይ ማለት ብኩሉ ሜድያ እውን ስቑ ኢለ ኮነ ሰብ ሸሊምዎ ስቑ ኢለ ኮነን ኣርባዕተ ሜዳልያ ሓደ መኪና ምሽላ ማለት ንዓየ ኮኸበ እዩ እውነት ኮኸበ እዩ ኣዶናይ ወለላይ ግን እንኡ እውን ስለልፈቱ ደቂ ኣንስትዮ እውን ስለልፈተኻ የቐንየለይ ዝወደይ ኣነ ምንም ይኾርዐሉ እቲ ወደይ ስለልኾርዐሉ በቃ ሰላም ኮይኑ ንክነብረለይ